ግንቦት ዓሰርተ ሸውዓተ ኣትየ ናብታ ቤት ፍርዲ ችሎት ተሰይሙ ኣብኣ እኔዉ መቓልስተይ ዛሕ ኢሎም እኔዉ መቓልስተይ ኣብኣ ኣትየ ተምሕለኒ መፅያ ኖእ ኣነ እዚ ወራዳን ከሓድን መንግስትኹም ንዕኡ ክምስክር ከይኮነስ ኣብ ጎኒ ህዝበይን ኣብ ጎኒ ብፆተይን ክስለፍ እየ መፅየ ኣይምስክርን ክምስክር እንተ ኾይነ እዚ ወራድ እዛ ቃል ብቃል እየ ዝዛረብ ኣለኹ ክምስክር እንተ ኾይነ እዚ ከሓድን ወራዳን መንግስትኹም ክኽሰስ እንከሎ ኣሽዑ ፀውዑኒ ክምስክር እየ ኣፍታ መድረኽ ኢለ ኣቦይ ስብሓት ኣጆኹ ከይርያ ጀግና ዋዕሮ ኢሎም ኣበራቲዖምኒ እቶም እሱራትለ ኣጣቂዖምለይ ድሕሪኡ ነፃነት ተሰሚዑኒ ተሓጒሰ ሽቶ የዐዊተ ዳሓቀይ ናቶም ሽቶ እንታይ እያ ነይራ ናተይ ሽቶ እንታይ እያ ነይራ ሽቶ የዐዊተ ስለዚ በዛ መንገዲ እዚኣ ንህዝበይ ንሓቂ ንዕላማ ተቓሊሰ እየ እዚ ክብል ከለኹ ደቂ የበ እዮም ነይሮም ኣብ ኢዶም እኮ እዮም ነይሮም ኣብ ኢድ ፈደራል ፌደራል መንግስቲ እኮ እዩ ነይሩ ደቂ ንጓለይ ምናልባት እቲ ፌደራል መንግስቲ ብተደጋጋሚ ከምዙይ ዓይነት ስለ ዝፍፅመሉ ዘለኹ ዝኾነ ነገር እንተገይሩኒ ፅሒፈ ገዲፈላ ሕድሪ እዛ ቃል እዚኣ ንህዝበይ ሕልፍለይ ንሓቅን ንህዝበይን እየ መስዋእቲ ከፊለ ቤተሰበይ እውን ከይትበኸዩ ደቀይ እውን ከይትበኸዩ እስኻትኩም ኩለና ብሓደ እተኸይድና በለፀ ስለዚ እንተሃልየ እንተሞይተ ፖለቲካዊ ክቡር መስዋእቲ እዩ፣ ሃይማኖታዊ ድማ ሸሂድ እየ። ምኽንያቱ ኣብ ሃይማኖትና ሓሲኻ ምምስካር፣ እሕሊፍካ ንመቓልስትኻ ምሃብ፣ እሕሊፍካ ንህዝብኻ ምሃብ ዓብዪ ሓራም ስለዝኾነ፣ ሃይማኖታዊ እምነት እውን ስለዘለኒ ማለት እዩ። ስለዚ ከምዚ እየ ተቓሊሰ። እቲ ኣብ ሽዑ ዘጋጥመኒ ዝነበረ ዝዝረብን ዘይዝረብን ጸገም ግን ኣይዝርዝሮን። ክዝርዝሮ እውን ኣይደልን። ምኽንያቱም ልዕሊ እቲ ህዝበይ ኣይኮነን። ልዕሊ እቲ ህዝበይ ዝበጽሖ ግፍዒ ኣይኮነን። በቃ ከምኡ ስለ ዝኾነ ማለት እዩ። ስለዚ እታ ኩነታት ከምዚኣ እያ ነይራ። እዚ ኩሉ እዚ ዝኸፈልክዎ መስዋእቲ ወዮም ምሳይ ዝነበሩ መቓልስቲ ኣብ ቃሊቲ ውን ሓደ ሓደ ለልዐላ ውን ኣይነበረን ዋእ ኣታ ከምዚኣ እኮ ጌራ ነይራ እያ ነዚኣ እንደ ክረዲት ንሃባ ዋእ ነዚኣ እባ ከምዚኣ እኮ ጌራ ነይራ እያ ዝበለ የለን ሓቂ ተሓቢኣ ሓቂ ኣብ ዓዘቕቲ ሕሾት ኣትያ ዝበልክዋ ውን ነዚኣ እየ ኣብዚኣ ከሸንፍ ኣይክእልን ድልየትኩም ግበሩ ኢለ ኣነ ተወሰነ ተወሲኑ ምክንያቱም ሰነ ሓሙሽተ ክልተ ሽሕን ዓሰርተ ሓሙሽተን እየ ኣነ ተባሪረ ሐዚ ኣይኮነን ሐዚ ሕጋዊ ልዋስ እዩ ተባሂሉ ኣሹዕ እየ ተባሪረ ምብራረይ ሹዕ እየ ፈሊጠ ምክንያቱም ምስቶም ካልኦት ስለ ስራሕ ፈፀምቲ ምስ ካልኦት ፍሉይ ረክብለ ኢልዎም እዩ ኣነ ጥራሕ እየ ተገሊለ ነይረ ስለዚ ማለት ዘርዚረስ ክውድኦ ስለ ዘይክእል ብፌደራል እውን ዝተገለልኩ እየ ሓቁ እዩ ፌደራል ኣነ ምንም ቂምታ ኣይሕዘሉን ምክንያቱ ናዕሊ ዕላማ ሰኺዐ ኣይሕዘሉን ቂምታ ትክክሉ እዩ ምክንያቱ እዚኣ ክገብር እየ ናበልኩዎ እዚኣ ገይረ ኣብ ስልጣነይ ክቕፅል እየ ናበልኩ እውን ክሒዶ እየ ከይደ ምንም ዘብሎ ነገር የብለይን ውድበይ ግን ውድበይ እኳ ክብሎ ዝፅግመለ እዩ ኣብ ውድብ ዘሎ ኣመራርሓ ተወልኩ ይሕሸኒ ምክንያቱም ሓዚ እውን ክወፀለይ ስለዘይከኣለ ማለት እዩ ተኻሒደ እምበር ኣይከሓድኩን በፍጽም ህዝበይ ኣይኽሕድን ትማሊ ውን ትማሊ ውን ኣይከሓድኩን ሎማዓንቲ ውን ኣይከሓድኩን ጽባሕ ውን ኣይክሕድን በፍጽም ኩሉ ግዜ ንሓቂ ኩሉ ግዜ ንህዝበይ እየ ዝነብር ከምኡ ከምኡ እዩ ትእምነተይ ምኽንያቱም ከሓዲ ንጥቕሙ እዩ ዝነብር ኣነ ከመይ እዩ ናብራይ ኣጽ ከጽሪ ዝደለየ የጽሪ ኣደየበይ ከም ትውዕል የጽሪ ጉሊት እያ ትውዕል ስለዚ ቤተሰበይ ኩሉ የጽርዮ ንጥቕሚ እያ ክትክሕድ ተኾይንካ ስለዚ ፌደራል መንግስቲ እውን ከም ሃገር መራሒት ነይረ ንኻልኦት ፓርላማ መቋቋሚ ሂብዎም ገዛ ሂብዎም ጥቕማ ጥቕሚ ሂብዎም ኣታላኣይከ ኢለ ኖኖኖ ንስኽም ኣይምልከተክን ተባሂለ ጠንወ ኢለ ሽግር የብሉን ስለዚ ከም ሃገረይ ገዛ ተኻርየ ትግረዋይ እቲ ሓቂ ዝተረድኦ ትግረዋይ እናደጎመኒ ደቀይ እውን ሓቂ ዝተረድኦ እናምሀረለይ ብኸምዚ እየ ዝነብር ዘለኹ ብጣዕሚ እውን ሕብንቲ ካብዚ ላዕሊ ሃፍቲ የብለይን ካብዚ ልላዕሊ ሃፍቲ ኣይደልን ስለዚ ኣነ ኣይከሓድኩን ተኽሒደ እምበር ዝብል ህዝበይ ክሕዘለይ ይደሊ እዙይ ክብል ከለኹ ግን ሓደራኻትኩም መልሱኒ ኣይኮነን በቃ ንህዝበይ ግን ብዝቃለሰሉ መንገዲ ሐዚ እውን ክቃለስ እየ ኣብ ጎኒ ህዝበይ ኣነ ናህዝቢ እየ ናኩሉ ህዝቢ ትግራይ እየ ኩሉ ህዝቢ ትግራይ ንዓይ ማዕረ እዩ ኩሉ ህዝቢ ትግራይ ኣብ ኩሉ እየ ዝውለድ ናይ ኩሉ እየ ሐዚ እውን ንኩሉ እየ ዝቃለስ እና ምናልባት ናብ ስምዒት ኣትየ ከይከውን ሶሪ እቲ ዝነበረ ኩነታት እውን ኣይግለፆ ደኣ እምበር ዝነበረ ኩነታት ምስ ደቀይ ዘሕለፍክዎ ግፍዒ ብጣዕሚ ሕማቅ ስለ ዝረሱ ስለ ዝስምዐኒ እዩ ስለዚ እቲ ውድብ እቲ ኣመራርሓ ዝወሰኖ ውሳነ ግን ዝተንኣሰ ደቃ ፅባሕ ንጉሆ ዓብዮም እንታይ ኮን ክብሉ ይኾኑ? እቲ ህዝቢ ከ እንታይ ኮን ይብል ክብል ይኸውን? ዝብል ነታ ተኣጊዳ ፀኒሓስ ብህዝባ ትሰነ ህዝባ የጣቕዐላ ኣጣቒዑ ይሰኒ እያ ዝብል እኳስ ዕድል ኣይተውሃብኩን እና እዚኣ እያ ትመስል ኤንወይ በል ብቻ ህዝቢ ይፍረድ። ግርም።
ምስ ሓየሎም መጀመርያ ናብ ገድሊ ናይ ከተማ ስርዒት ኣባል ነይረስ ኣብኡ ስራሕ ስራሕ ሰሪሐ ናብ ገድሊ ክወፅእ ምስ ተብሃልኩ እሞ ምስ ወፃእኹ እቶም መጀመርያ ዝረኸብክዎም ተጋደልቲ ሰለስተ ጀጋኑ ተጋደልቲ እዮም ነይሮም። ካብ ዕዳጋ ሓሙስ እየ ወፅኤ። ወዲ ሰርገንቲ ዝበሃል ኣባል ናይ ቲፔሌፍ ነይሩ። ተቐቢሉና ኣነ ጌፁ ሞላ ዓርከይ ነይሩ ብሓደ ምሳይ ዝተጋደለ ካብ ሽረ ካብ ኣኽሱም ካብ ዓድዋ ዝመፁ እውን ነይሮም ኩላትና ተኣኻኺብና ኣብ ዕዳጋ ሓሙስ ተራኺብና ወፂና ከይድና እቲ ዘረባ ብዙሕ እዩ ምስግና ዝበሃል ናይ ውድብ ኣባል ተቐቢሉና ምስ ከድና ግን ምስ ሓየሎምን ምስ ሻምበል ወልደንቸኤልን ምስ ብርሃነ መስቀልን ሓዊሱና ብርሃነ መስቀል ወዲ ሓፍቱን ሓየሎም እዩ። ወዲ ደየምለሱ ሓየሎም ነይሩ። ሻምበል ወለንጨል ኣብ ዓጋመ ሓውሲ ሽፍታ ተባሂሉ ብታሪኹ ዝፍለጥ ንድኻ ሕማቕ ነገር ዘይገብር ድሓር ኣብ ግንባር ኣትዩ ዝነበረ ተጋዳላይ እዩ። ሰለስቲኦም ረኺበ ምስኣቶም ተሓዊሰ ንእሽተይ ጸኒሐ ካብኡ ኣብ ናብ ከተማ ስራሕ ስራሕ ስራሕ ኢሎምኒ ሓደ ክልተ ሰሙን ዝኮን ጸኒሐ ናብ ታዕሊም ወሪደ ፍርቂ የካቲት ነይሩስ ተወዲኡ የካቲት ዳርጋ መጋቢት እየ ናብ ስልጠና ኣትየ ታዕሊም ምስ ወዳእኩ ጋንታ ጥሕሻ ትበሃል ቀለበት ዝመርሓ ጋንታ ነይራ ኣብኣ ንእሽተይ ጸኒሐ ናይ ዛላምበሳ ናይ ራዛ ዘመቻ ውግእ ተካይዱ ኣብኡ ተሳቲፈ ድሓር ምትሕንፋጽ ተገይሩ ኣብ ገሩስርናይ ምትሕንፋጽ ክግበር ከሎ ሓይልታት ቆይመን ሰለስተ ሓይልታት ሓይሊ ዓሰርተ ሓደ ቆይማ ኣብ ሓይሊ ዓሰርተ ሓደ ኣባል ኮይነ ተሓዊሰ ብወዲ ወረደ ኣባል ሓይሊ ዓሰርተ ሓደ ነይሩ ሓየሎም ምክትል መራሕ ጋንታና ነይሩ መራሕ ጋንታና ሃይለ ዝበሃል ኣብ ግንባር ዝነበረ ወዲ ሳዕሲዕ ክሻብ ህዚ ብጀግንነቱ ብህዝባውነቱ ዘይርስዖ ተጋዳላይ መራሕ ጋንታና ነይሩ ተሓናፊጽና ንእሽተይ ምስ ጸናሕና ሰሮ ውግእ ኣካይድና። ናብ ሰሮ ዝገበርናዮ ውግእ ከቢድ እዩ ነይሩ። ኣብቲ ውግእ እቲ ብሉጽ መራሕ ጋንታና ብጣዕሚ ንፈትዎ ዝነበርና መራሕ ጋንታና ሃይለ ተሰዊኡ። ሃይለ ምስ ተሰውአ ሓየሎም ምክትል መራሕ ጋንታና ስለ ዝነበረ መራሕ ጋንታ ኮይኑ። መራሕ ጋንታ ኮይኑ ጋንታና ሒዝና ጸኒሕና። ኣብ ማእከል ኣበድያዎ ምስ ጠራናፊት ውግእ ተጀሚሩ ስሑል ተሰዊኡ። ስሑል ምስ ተሰውኤ ሓይልና ብምልእታ፣ ሓይሊ ዓሰርተ ሓደ፣ ብዝዓበየ ብዚ ማእኸላይን ደቡብን ትግራይ ክትንቀሳቐስ ተባሂላ እያ ቆይማ ነይራ። ናብ ምዕራብ ኺዱ ተባሂልና ናብ ምዕራብ ከይድና። ሙሴ ሒዙና ከይዱ። ሙሴ እዩ ዝመርሐና ነይሩ። ወታደራዊ መራሒ ናይቲ ውድብ እዩ ነይሩ። ሓይልና ሒዙ ከይዱ። ኣብ መንገዲ ዝረኸብናዮ ፖሊስ ነጨናባሽ ግዛዕምዛዕ እናገበርና ኣድያቦ ኣቲና። ኣድያቦ ምስ ኣተና ኩነታት እውን ቀኒዑና ምስ ጣልያናፊት ተዋጊእና። ይርጋዛና ሒዝዎ ዝነበረ ዓብዪ ሓይሊ ድሕሪ ሚእትን ሓምሳን ዝኾነ ሓይሊ ዳርጋ ንመብዛሕቲኦም ማሪኽና። እቲ ናይ ጣልያናፊት ዝነበረ ሓይሊ ዳርጋ እቲ ዋና ናይ ስሕበት ማእኸል ዝበሃል ሓይሊ ሓይሊ ዓሰርተ ሓደን ሓይሊ ዕስራን ሓደን ኣሕፈሮም ዝመርሓ ሓይሊ ዕስራን ሓደን፣ ኣስገደ ምክትል ጋንታ ዓሚን መራሒ ጋንታ ዝነበረላ ሓይሊ ዓሰርተ ሓደ ኮይና ትውግእ ኣካይድና። ጽቡቕ ተዓዊትና። ጸኒሕና ንእሽተይ ጠራናፊት ተጠናኺሮም መጺኦም ብዙሓት ውግኣት ኣካይድና። ኣብታ ጋንታና ብዙሓት ጀጋኑ ነይሮም። ብጣዕሚ ብዙሓት ጀጋኑ፣ ገሊኦም ተሰውኡ ገሊኦም ብህይወት ዘለዉ። ከም እንሓለፎም ዝመሰሉ ወዲ ኣስገደ ደሓር ብሸራሮ ተሰውኣ ኣብ ጋንታና ኣባል ጋንታና ነይሩ ከምቲ ዝገለጽኩልኩም ወዲ ወረደ ኣብ ሓንቲ ጋንታ ነይርና መስፍን ኣማረ ኣብ ጋንታና ነይሩ ብዙሓት ደሓር ብጀግንነቶም ዝፍለጡ ጀጋኑ ተጋደልቲ ዘንደውላ ዝነበሩላ ጋንታ ሓየሎም ዝመራሕ ጋንታኣ ነይርና። ጽንሕ ኢሉ እቲ ነገር እናሕጠርኩ ክኸይድ ከምቲ ዓንቶ ዝገለጽዎ ናይ ኢዱ ውግኣት ኣካይድና። ናይ ጭዓ መስከበት፣ ዓድነብሪ ኢድመሰል፣ ተከዘ፣ ጸሓዮ ብዙሕ ውግኣት ኣካይድና። ናይ ሓይልታት ምቅይያር ተገይሩ። እተን መጀመርያ ዝነበራ ሰለስተ ሓይሊ መራሕተን ሓይሊ ዓሰርተ ሓደ ፖርትሱዳን ይመርሓ ነይሩ። ሃይለ ፖርትሱዳን ዝበሃል ካብ ሻዕብያ ዝመጸ። ኣብ ሻዕብያ ዝነበረት ፍልጥቲ ሓይሊ ናይ ወዲ ፈንቅል ሓይሊ ትበሃል መራሕ ጋንታ ዝነበረ እታ ካልኣይቲ ሓይሊ ኣሕፈሮም ይመርሓ ነይሩ ሓይሊ ዕስራን ሓደን እታ ሳልሰይቲ ሓይሊ ንርኣ ይመርሓ ነይሩ ኮሚሳራተን ሓይሊ ዓሰርተ ሓደ ኣውዓሎም ነይሩ ሓይሊ ዕስራን ሓደን ሸዊት ነይሩ፣ ሓይሊ ኣርብዓን ሓደን ስየ ነይሩ። ደሓር እዚኣቶም መብዛሕቲኦም ናብ ወኪል ማእኸላይ ኮሚቴ ምስ ኮኑ እተን ሓይልታት ተመዓራርየን። ብዙሓት ሓይልታት ተፈጢረን። ድሕሪ ዝተወሰነ ግዜ ኣብ ሓይሊ ሰብዓን ሰለስተን ሓየሎም መራሕ ሓይሊ፣ ኣነ ኮሚሳር ሓይሊ ሓለፎም ቸንቶ ምክትል መራሕ ሓይሊ ኮይና ብሓደ ሰሪሕና ኢና። ኣብቲ ሓይሊ ኣብ ዝነበርናሉ እዋን ብዙሕ ዘሐጉሱ ብዙሓት ስራሕቲ ሰሪሕና ኢና። ፅንሕ ኢሉ እናቐልጠፉ ክኸይድ ከምቲ ዓንቶ ዝተገለፀ ሓየሎም መራሕ ቦጠለኒ ኮይኑ ማእኸላይ ኮሚቴ እባ ውድብ ጉባኤ እውን ተኻይዱ ኣነ ናብ ማእኸላይ ኮሚቴ ተመሪፀ ሓየሎም ኣብዚ ከልዕሎ ዝደሊ ብዙሕ ግዜ ዘይለዓል በጠሎን ሰላሳ ሒዙ ናይ ጀብሃ ውግእ ዝወድኦ ሓየሎም እዩ በጠሎን ሰላሳ ሒዙ ናብ ደንከል ከይዱ ኣብ ደንከል ተዋጊኡ ኣብ መንጎ ባዳን ፎሮን ዘሎ ጸምጸም በረኻ ማይ ዘይርከበሉ ጸገም ሓሊፎም ምስኡ ዝነበሩ ተጋደልቲ ይህልው እዮም ኣብዚ ኣብ ከምኒ ሲሙቲ ዝመሰለ ከቢድ ውግእ ኣካይዶም ንሱ ሓሊፎም እቲ ዓብዪ ነገር ግን ናይ ሓየሎም ካራክተር እውን ዝገልጽ ስለ ዝኾነ ካብ ደንከል ተጸሪጎም ጀብሃ ኣብ እምባሶይራ ምስ ኣተው ውሱን ናይ ህዝባዊ ግንባር ሓይሊ ነይሩ ምስኡ እምባሶይራ መዓልትታት ተቐሚጦም ጥሜት ክኢሎም ቁሪ ክኢሎም ብህልኽ ንጀብሃ ካብ እምባሶይራ ፈንቂሎም ኣውፂኦሞ። ንሱ ገይሮም ናብ ታሕቲ ናብ ሃዞሞ ወሪዶም ኣብ ቅናፍና ኣብ ምድፋእ ኣዋልታ እናሳደዱ እንደገና ኣዋጊኦም ናብ ባርካ ሰዲዶሞም። ድሕሪኡ ጀብሃ ህይወተይ ዘርአን እዚ ታሪኽ ናይ ሓየሎም ከቢድ ተጋድሎ ዝነበሮ ታሪኽ እዩ። ጀግንነቱ፣ ህልኹ፣ ወተሃደራዊ ጥበቡ ጎሊሁ ዝተርኣየሉ ውግእ እዩ። ጸኒሑ መራሕ ብርጌድ ኮይኑ ብዙሓት ስርሒታት ተካይዱ ብዙሓት ስርሒታት ተካይዱ እቲ ማእኸላይ ኢትዮጵያ ኣባቲ ኣብ ሚሌ ኣብ መንጎ ደሴን ወልድያን ዝግበር ዝነብሩ ውግኣት ብምልኦም ሓየሎም ምስ ብጾቱ ኮይኑ ዘካይዶ ውግእ እዩ። ምስ እኒ ወዲ ወረደ፣ ምስ እኒ በርሀ ሻዕብያ፣ ምስ እኒ ኩሕለን ዘካይዶ ውግእ እዩ። ዕዉታት ውግኣት እዮም ነይሮም። እዚ ሪጅን ምስ ተመስረተ ሪጅን ሰለስተ ተባሂሉ እቲ ከባቢ እቲ ሪጅን ብተፈጥሮ ብሰብ ዝሰርሖ ፀገም ናይ ፀላእቲ ተፃብኦ ዝመልኦ ከቢድ ናይ ተፈጥሮ ፀገም ዘለዎ ሪጅን እናሃለወ ኣብቲ ከባቢ ዝነበረ ተጋዳላይ ብጣዕሚ ተሓጒሱ ጸገማት ምንም ጸገም ከይመሰሎ ኣብ ካሊእ ቦታ ዘሎ ኣብ ብምንጽጻር ዝሓሸ ናብራ ዝነብር ዝነበረ ተጋዳላይ እውን ናብ ሪጅን ሰለስተ ክመጽእ ንኸብል ዘግበረ ብጻይነትን ምትሕውዋስን ጀግንነትን ምቅላስን ሓዊሱ ናብቱ ትርጅን እናረኸቦ ዝኸደ ሽም ንክመፅእ ናይ ሓየሎም ኣስተዋፅኦ ብጣዕሚ ዓብዪ እዩ ነይሩ። ሕዚ እውን ሕልፍ ሕልፍ እናበልኩ እየ ዘብል ዘለኹ። ፅንሕ ኢሉ ሰብዓን ሸውዓተን ምስ ሓለፈ እሞ ናይ ውድብ ምምዕራይ ምስ ተገበረ፣ ናይ ማሌሊት ጉባኤ ምስ ተኻየደ፣ ወታደራዊ ሳይንስን ጥበብን ነፅንዕ ምስ ተብሃለ ኣነ እውን ኣብ ማእኸል ምስ ተመደብኩ ተወታደራዊ ሳይንስን ጥበብን ክነፅንዕ ከለና እቲ ካብ ፅሑፋት ኣብ ቬትናም እንታይ ተገበረ፣ ኣብ ቻይና እንታይ ተገበረ፣ ክዩባ እባ እንታይ ገይሮም፣ ጀርመን ከመይ ይገብሩ ነይሮም፣ ኣብ ራሽያ እባ እንታይ ተገበረ ዝብል ፅሑፋት ክነፅንዕ ክንመራመር ከለና ሓሳባት ክነውፅእ ከለና እቱይ ክልስ ሓሳባዊ ዝመስል ፍልጠት ናብ ባይታ ንክወርድ ዓፅምን ስጋን ደምን ንክለብስ ኣብ ምግባር ሓየሎም ዓብይ ተራ ነይርዎ።